ንመደባትና መዓልታዊ ትከታተሉ ዘለኹም ኩቡራት ኤርትራውያንን ፈተውትን ዝኸበረ ሰላምታና ይብጻሕኩም። እነቕርበልኩም ዘለና ኣርእስታት ንኩነታት ሃገርና ኤርትራን ከባቢናን ብልክዕ ዝገልጹ ስለዝኾኑ ሸር ላይክ እናገበርኩም ናብ ኩሉ ንኽተባጽሕዎን ከምኡውን ትሕዝቶና ኣብ እዋኑ ንኽበጽሓኩም ሳብስክራይብ ብምግባር ስድራቤታዊ ተሳትፎኹም ኣይፈለየና። ሰናይ ምክትታል። እወ ክቡራት ተኸታተልቲ ኣለና ሚድያ ቲቪ ምክትታልኩም ኣይፈለየና። ደጊመ ዝኸበረ ሰላምታይ የብፅሓልኩም። እቲ ኣብዚ ክንጠቕሶ ደሊና ዘለና ሕጂ ከምዚ ኣርእስቲ ይሪኦኹሞ ኣገዳሲ ኣርእስቲ ምስሉ ኩነታት ትግራይን ከባቢናን ዝኽይድ ከዓ ስለ ዝኾነ ክሳብ መወዳእታ ህድእ ኢልኩም ክትከታተሉኒ ከዓ ኣቐዲመ ብኽብሪ እዕድም። ክብራት ተኸታተልቲ ኣለና ሚድያ ቲቪ እዚ ቻነል እዚ ናትኩም ናይ ህዝቢ ኤርትራ ማዕከን ናይ ህዝቢ ኤርትራ ግምጃ ናይ ህዝቢ ኤርትራ መኽዘን ናይ ህዝቢ ኤርትራ ኤምዳድ እዩ እንተበልኩ ኣየጋነንኩን ናይ ታሪኽ ማዕከን ናይ ታሪኽ ፍልፍል ናይ ትንተናታት ናይ ሓቂ መሶብ ሓቂ እዩ ኣለና ሚድያ ትግ እንተበልኩ ኣየጋነንኩን ኣብዚ ቻነል እዚ እነቕርቦም መደባት ኣብ ሓቂ ተጠሚዖም ዝወፅ እዮም ኣርቲፊሻል ዝበሃል ወይ ኮስሞቲክ ዝበሃል ነገር ኣብ ኣለና ሚድያ ቲቪ ኣይሰርሕን እዩ ወይ ንመኽሰብ ንሳናቲም ንገንዘብ ኢልካ ዝግበር ጫውጫው ምባል ኣርእስቲ ምጺኻ ወይ ካልእ ኣምጺኻ ከምኡ የለን እቲ ሓቂ ከም ዘለታ ካብ መጀመርያ ትሕዝና እነቕርቦም መደባት ሓቂ ኣብ ዘይግዚኡ ኻድ ሓቂ ምናልባት ሓሶት ስለ ዝኸውን ኣብ ዝሓለፈ ግዜ እነቕርቦም ዝነበርና መደባት ብዛዕባኦም ኣብ ዝመጽእ እዋን ክንገልጽ ኢና። ሕጂ ግን መታን ግዜ ከይቀትለልኩም ከምዚ ኣብ ኣርእስቲ ዝርኤኹሞ ኣብ ታምብነይል ዘሎ ጀኖሳይድ ኣልፋዲሓ ኢልና ኣለና እቲ ኣብ ትግራይ ዝነበረ ኩናትን ዘውረዶ ከቢድ ክሳራን ሞትን ህልቂትን ኣባጅጎ ካብ ላዕሊ ርእይዎ ጥራይ ዘይኮነስ ዓለም እውን ሪኣቶ ሃገራት እውን ሪኤኖ ህዝቢ እውን ርእይዎ ሰሚዕዎ ስለ ዝኾነ ተሓቢኡ ክሕባእ ኣይክእልን እዩ መንግስቲ ብልፅግና ግን ነቲ ንሱ ዘሳወረ ሓዊ ነቲ ንሱ ዝወልዖ ኩናት ናይ ክልተ ዓመት ህልቂት ኣብ ትግራይ ክንደይ ህዝቢ ጠፊኡ ክንደይ ንብረት ዓንዩ ክንደይ ህዝቢ ከተሰዲዱ ክንደይ ስድራ ቤት ከዘኽቲመን ክንደይ ስድራ ቤት እውን ጠፍኤን ፀኒተን እኳ እየን ስድራ ቤት ገሊኤን ጠቕላላ ስድራ ቤታት እውን ፀኒተን እየን ኣብዚ ኩናት ስለዚ እቲ ኣብ ትግራይ ዝነበረ ኩናት ኩናት ጥራይ ዘይኮነስ ጀኖሳይድ እዩ ገለ ገለ ክሰምዕ ከለካ ጀኖሳይድ ኣብ ትግራይ ኣይተገብረን ጀኖሳይድ ኣይነበረን ክበሃል ከሎ መዝሙር ናይ ብልፅግና እዮም ዝዝምሩ ዘለዉ ብልፅግና ዘዋደዶ ክራርን ዋጣን ገይሮም ላልማ የላሎ ክብሉ ከለዉ ብዛዕባ ኣይተካየደን ዝበሃል ምናልባት ናይ ሕጂ ክመስል ይኽእል ይኸውን ንጀኖሳይድ እቲ ብዝለዓለ ደረጃ ዝኽውሎን ዝሽፍኑን ብዙሕ ከኣ ምድላዋት ናይ ምኽዋል ዝገበረሉ ግን ስርዓት ብልጽግና እዩ። ክቡራት ተኸታተልቲ እዚ ጉዳይ እዚ ናይ ሕልና ጉዳይ ስለ ዝኾነ ነብሲ ወከፍ ብፍላይ ንሕና ኤርትራውያን እውን ነቲ ኣብ ትግራይ ኣብ ሕብረተሰብ ትግራይ እሞ ኣብ ሓው ዝኾነ ትግራይ ኣብ ጎረቤትና ዝኾነ ህዝቢ ትግራይ ኣብ ፈታዊና መጓዓዝትና ዝኾነ መኻፍልቲ ጋርና እኳ እዩ ህዝቢ ትግራይ እቲ ሓቂ እዚ እዩ ምናልባት ፖለቲካ ብዙሕ ሕብርታት ክደክ ክእል ፖለቲካ ንፃዕዳ ፀሊም ኢለኽዮ ነቲ ቅይሕ ታሪክ ብፀሊም ኢለኽዮ ክህስሶ ክድምስሶ ይደሊ ግን ኣይድምሰስን እዩ ሕጂ ኸዚ ጆኖሳይድ ኣብ ትግራይ ኣይተፈፀመን ኢሉ መንግስቲ ብልፅግና ከካይዶ ዝፀንሐ ዝተፈላለዩ መናወራታት በብግዜኡ ክንዕዘቦ ፅኒሕና ኣብ መወዳእታ ግን ጌታቸው ረዳ ክምስገን እውን ይግብኦ እዩ እቲ ሓቂ ቦግ ኣቢሉ ውፅእዋ ኣልፋዲሓ ካ ኢልናዮ እዚ ብቋንቋ ዓረብ ተኸዊሉ ዝነበረ ተሓቢኡ ዝነበረ እንድሕር መሰስ ኢሉ ወፅኡ ብዓረብ እንታይ ይብሃል ኣብ ፋዲሓ ይብሃል ተፈዲሑ በሃልካ ብትግርኛ ልሙድ ኣዘራርባ እዩ ስለዚ ጀኖሳይድ ኣልፋዲሓ ኢልና ኩናት ናይ ክልተ ዓመት ደው ምስ በለ ውዕል ኣብ ፕሪቶርያ ምስ ተካየደ ዝኾነ ይኹን ገገዛኹም ኪዱ ሓዋ ኣጓጉዱ ተባሂሉ እቲ እዋን እቲ ገገዛኹም ኪዱ ተጋሩ ገዛኹም ኪዱ ብልፅግና ገዛኹም ኪዱ ኤርትራውያን ገዛኹም ኪዱ ሓዊ ኣጓጉድኡ ኸኣ ተባሂሉ። ጉዳይ ጀኖሳይድ ግን ከመይ ይኹን? ዓለም ብምሉእ ዝረኣያቶ ህልቂትን ቅትለትን ጽንተትን ንብረት ምዕራውንሲ ከመይ ይኹን ዝበሃል ሕቶ ገና ዘይተመለሰ ጉዳይ እዩ። ከምኡ ስለ ዝኾነ ከኣ እዩ እምበኣር ሕጂ ጀኖሳይድ ኣልፋዲሓ ኢልናያ ዘለና ኣብ ዝሓለፈ ድሕሪ ውዕል ፕሪቶርያ መንግስቲ ብልፅግና ዝገብሮ ዝነበረ ነቲ ኣብ ትግራይ ዘካየዶ ኩናትን ዝሰዓበ ሳዕቤናትን መቕተልትን ስደት ህዝብን ብዓቢኻ እቲ ጀኖሳይድ ንምኽዋል እዚ ዘይበሃል ክገብር ፀኒሑ ምክንያቱ እንታይ እዩ ተሓቢኤን ይፀንስኦ እሞ ሰብ ኣኪበን ከዓ ይሓርስኦ በሃል እቲ ጉዳይ ከዓ ኩሉ እዚ ዝነበረ ጉዳይ ተሓቢኡ ተባሂሉ ካብ ህዝቢ ዓለም ተኸዊሉ ተባሂሉ ዝነበረ ሕጂ ግን ኣልፋጅሓ መፅኡ ከምኡ ስለ ዝኾነ ከዓ ሕጂ ነቲ ጀኖሳይድ ዝነበረ ኣብ ትግራይ ንምኽዋል ተባሂሉ ብቐጥታን ብቐረባ ንከታተሎ ዝነበርና ብፍላይ ግዜያዊ ምሕዳር ትግራይ ጌታቸው ረዳ ከም ፕሬዚደንት ኮይኑ ተሸይምሉ ኣብ ዝነበረ ግዜ ዝነበረ ጉዳይ ብዓብዪ ህዝቢ ትግራይ ሰኒድዎ ኣሎ ንሕና እውን ክንዛረበሉ ግቡእ እዩ ኣይተፈልጠን ወይ ምስጢር ማለት ኣይኮነን እቲ ምስጢር ወፂ እዩ ምክንያቱ ኣብ ግዜ ምምሕዳር ጌታቸው ረዳ ዝግበር ዝነበረ ሓፂን ትበሃል ከይትረአ ዝነደደት ማኪና ዝነደደት ታንኪ ቃልሃ ከይተረፈ ተሓቢ ኩሉ ኩሉ ተሓቢ ተሰዊሩ እዩ ምክንያቱ ኣብ ትግራይ ጆኖሳይድ ተኻይዱ ኩናት ተኻይዱ ህልቂት ተኻይዱ መታን ከይበሃል መንግስቲ ብልፅግና ዘካይዶ ዝነበረ ኩሉ በብግዜኡ ንከታተሎን ንዕዘቦን ነርና ኢና ክቡራት ተኸታተልቲ ግን ከምዚ ዘሎ ጀኖሳይድ ኣልፋዲሓ ኢልና ኣለና ምክንያቱ ቃልሃ ኣሪኻ ዝተቃፀላ ታንክታት ኣኪብካ ዝዓነዋ መካይን ኣኪብካ ከቢድ ብረት ዝተደምሰሰ ዝዓነወ ዝነደደ ኣኪብካ ነዚ ኩሉ እዚ ኣብ ሓደ ጋህዚ ኣቲኻ እቲ ዝተገብረ ጀኖሳይድ ክሕባእ ኣይከኣልን ከምኡ ስለ ዝኾነ ከዓ ሕጂ እቲ ሓቂ ብርእሳ እንተቐበርካያስ ብእግራ ተወፅእ ዝበሃል ሓቂ ጠጢዓ ንዘለኣለም እያ ትነብር ምክንያቱ ኣብዚ ናይ ተፈጥሮ ጉዳይ እኳ ድማ ከመይ ገይሩ በቂሉ ነዊሕ ግዜ ወስደሉ ድማ ንክዓቢ ድማ ከምዚ ዝኣመሰለ ፈርጣዕ ንክኸውን ስክኒ ዓመታት ወስደሉ ሽሕ ዓመት ካይፀንሕ ሓቅኻ ንኽትጥጥዕ ሓቂ ኣብ ቦታ መፅያ ብክልተ እግራ ንኽትረግፅ ግዜ የድልያ እዩ ምፅእ ኢላ ሓቂ ኮፍ ኢላ ንፅባሒቱ ከተንፀባርቕ ክትረኣይ ትኽእል እያ ነዊሕ ግዜ ትወስድ ሓንሳብ ተሓቂ ምስ ተተኸለትካ ሽሕ ዓመት ትፀንሕ ከም ድማ ከምኡ ስለ ዝኾነ ሕጂ መንግስቲ ብልፅግና ከካይዶ ዝፀንሐ ነዚ ጉዳይ እዚ ንምሽፋን ንምኽዋል ላዕልን ታሕትን ክብሎ ዝፀንሐ ጉዳይ ፈሺሉ እዚ ከዓ ጌታቸው ረዳ ትማሊ ፕሬዚደንት ምምሕዳር ትግራይ ዝነበረ ሕጂ ከዓ ሚኒስተር ኣማኻሪ ኣብዪ ኣሕመድ ኮይኑ ተሸይሙ ዘሎ ኣብ ኣልጀዚራ ቅልዕሊ ኣቢልዎ ምኽንያቱ እቲ ጋዜጠኛ ከኣ መሕለፊ ከልይዎ እቲ ጋዜጠኛ ክምስገን ይግብኦ ልዕሊ ኩሉ እቲ ዘካየዶ ቃለ መጠይቕ ጥራይ ዘይኮነስ ክሳብ ክንደይ ብዛዕባ ጉዳይ ትግራይ ብዛዕባ ጉዳይ ኤርትራ ብዛዕባ ጉዳይ ኢትዮጵያ ዝፈልጥ ምስጋና ግቡእ እዩ ምክንያቱ ዓብ ውፅኢት ኣምፅኡ ንህዝቢ ዓለም ከዓ ነጊሩ ጌታቸው ካብኡ ክሕባእ ብዙሕ ፈቲኑ ክሸፋፍን ብዙሕ ፈቲኑ ክሃድም ብዙሕ ፈቲኑ ግን ክሓድም ኣይክእልኒ እቲ ጋዜጠኛ በይኑ ጥራይ ኣይኮነን ካልኦት ጋዜጠኛታት ነይሮም ካልኦት ዕዱማት ነይሮም ነቲ ጉዳይ እቲ ዝከታተሉ ንጌታቸው ሓንቲ መህደሚት ቦታ ሓንቲ መውፅኢት ዝኾነ ይኹን ጭራ መንገዲ ፃፀ ትበሃሉን ኣይገደፈሉን ኣልፋዲሓ ከዓ ኢልናዮ ከምቲ ኣብ ዝሓለፈ እዋን ኣብ ዝሓለፈ ዓመት ዝጥቀስ ዝነበረ ድሕሪ ውዕል ፕሪቶርያ መንግስቲ ትግራይ ወይ ቲዲኤፍ ሓይልታት ምክልኻል ትግራይ መፅናዕቲ ብዘለዎ መንገዲ ሕነ ናይ ምፍዳይ ኩነታት ዘይኮነ ብሳይንሳዊ ስነ ፍልጠታዊ ዝሓዘ መንገዲ ነቶም ኣብ ትግራይ ጀኖሳይድ ዝፈፀሙ ልዕሊ ኣርባዕተ ሚእቲ ወተሃደራት ንበይኖም ፈልዩ ሒዝዎም ነይሩ ግዜያዊ ምምሕዳር ትግራይ ምስ ተመስረተ ምስ መንግስቲ ብልፅግና ብምሽራኽ ከዓ ለይቲ ብጸልማት ብኣውቶቡሳት ጽዒኑ ንዓዶም ሰዲድዎም። እዚ እውን ሓደ ካብቲ ኣብ ትግራይ ጀኖሳይድ ኣይተኻየደን ንምባል ዝተኣልመ ውዲት እዩ። ኩሉ ግን ፈሺሉ። ካብ ኩሉ እቲ ዝገርም መንግስቲ ብልፅግና ዘካየዶ ነቶም ብግፍዒ ብጨፍጫፍ ዝተረሸኑ ኣብ ሓደ ጉድጓድ ዕስራ ሰላሳ ሓምሳ ሰባት ዝተቐብሩ ነዚኦም እውን ፍሒሩ ውፅዎም ናይ ዓለም ተዓዛቢ ጉጅለ እንተደኣ መፂኡ ነቲ ጉድጓድ ፍሒሩ ኣብኡ ኩምራ ሬሳ መታን ከይረክብ ተባሂሉ ነቲ ሬሳ ኣውፅኡ ናብ ካልእ ቦታ ቀይርዎ እዚ እውን ሓደ ካብቲ ጀኖሳይድ ንምሕባእ ዝተገብረ ኣዝዩ ኣዝዩ ሓደገኛ ስራሕ እዩ ተኻይዱ ግን ከምዚ ዝጠቐስክዎ ሓቂ ክቐብርዋ ፈቲኖም ብእግራ ወፂኣ ኣብ መወዳእታ ከዓ ካብ ጌታቸው ዝዓቢ ምስክር ነዚ ጉዳይ እዚ የለን እዚ ምስክርነት እዚ ህዝቢ ትግራይ ጥራይ ኣይኮነን እዚ ምስክርነት እዚ ንዓና ንኤርትራውያን ወይ ንህዝቢ ኢትዮጵያ ወይ ንቀርኒ ኣፍሪቃ ጥራይ ኣይኮነን ንሶማል ንኡጋንዳ ንኬንያ ንጅቡቲ ንሱዳን ጥራይ ኣይኮነን እዚ ምስክርነት እዚ ንሙሉእ ዓለም እዩ ሓያለት ሃገራት ከይተረፈ ኣብቲ ዝነበረ ጉዳይ ብዛዕባ ጀኖሳይድ ተፈፂሙን ኣይተፈፀመን ካብ ጌታቸው ንላዕሊ ክምስክር ዝኽእል ዝኾነ ይኹን ሰብ የለን ጌታቸው ልዕሊ ሚልዮን ምስክር እዩ ምክንያቱ ባዕሉ እቲ ጉዳይ ነይሩ ባዕሉ ከዓ ግዜያዊ ፕሬዚደንት ናይ ትግራይ ነይሩ ባዕሉ ከዓ ነቲ ኩሉ ፍሮም ኤ ቱ ዜ ትብሉ እዞም ፀዓዱ ካብ መጀመርታ ክሳብ መወዳእታ ዝተኸታተሎን ዝፈልጥን ብዛዕባ ጉዳይ እዚ ጌታቸው ረዳ እዩ ስለዚ ኣልፋዲሓ ኮይና ዝመርሑሉ ተኸዊሉ ክሳብ መንግስቲ ብልፅግና እውን ነቲ ዝነበረ ጉዳይ ንምክትታልን ነቲ ኣብ መወዳእታ ንምብፅሑን ተባሂሉ ነዚ ዓለም ከይትፈልጦ ዓለም መፅናዕቲ ከይትወስድ ኣብ ልዕሌና ስጉምቲ ከይትወስድ እገዳ ከይትገብረልና ዝኾነ ይኹን ተፃብኦታት መታን ከይጋጥመና ተባሂሉ ኣብ ተፈላለየ እዋን መንግስቲ ኣሜሪካን ካልኦትን እውን ነቲ መፅናዕቲ ክካየድ ሕዝ ግድፍ የብልዎ ሓንሳብ ብዕቱብነት ይሕዝዎ ፅንሕ ኢሎም ከዓ ይገድፍዎ ኣብ ከምዚ ዝኣመሰለ ጉዳይ ከዓ መንግስቲ ብልፅግና የለን ኣህጉራዊ ተዓዛቢ ኣየድልየናን እዩ ብዛዕባ እዚ መፅናዕቲ ንምግባር ናይ ኢትዮጵያ ግብረሰናይ ማሕበራት ስለ ዘለዉ ኤንጅኦ ስለ ዘለዉ እዞም ኤንጅኦ እዚኣቶም ባዕሎም ተኻታቲሎም ባዕሎም መጽናዕቲ ገይሮም ንዓለም ከቕብሩ እዮም ኢሉ ምክንያቱ ባዕሉ ቀጥቃጣይ ባዕሉ ቀታላይ ባዕሉ ረሻናይሲ እንደገና ከኣ ባዕሉ ምስክር ኮይኑ ባዕሉ ዳኛ ኮይኑስ ንዓለም ከቕርብ ብዙሕ ነገራት ኢና ርኢና እምበር ዝኾነ ይኹን ኣብ መወዳእታ ሓቂ ተቐቢራ ስለ ዘይትተርፍ እዚ ዝብሎ ዘለኹ ብትኽክለኛ ዝኾነ ዘይተጋነነ ኣብ ሓቂ ዝተመስረተ ሓቅን ወርቅን ስለ ዝኾነ ጀኖሳይድ ኣልፋዲሓ ኣብ ዝሓለፈ ናይ ሓደ ሰሙን ኩለን ማዕከናት ዜና ብምሉኡ ኣብ ደገ ዘሎ ናይ ዩቱብ ቻነላትን ዝተፈላለዩ ናይ ሳተላይት ፈነወታትን ውልቀ ሰባትን ኣብ ፌስቡክ ይኹን ኣብ ኩሉ ማሕበራዊ ሚድያታት ኣብ ቲክቶክ ይኹን ኣብ ኩሉ ብዛዕባ እዚ ክዝረብ ቀኒ እዩ ካብ መጠን ንላዕሊ እውን ተዘሪቡ እዩ ግን ኣለና ሚድያ ቲቪ ከኣ ኣብ መወዳእታ ክንብሎ ንኽእል እንታይ እዩ ጀኖሳይድ ወይ ጉዳይ ጀኖሳይድ ከምዚ ትሪእዎ ዘለኹም ኣብ ታምብነይል ዕበጦ ዕበጦ ሬሳ ከይወፅእ ኣስከሬን ከይረአ ብዝኾነ ይኹን ዕበጦ ዕበጦ ዕበጦ ጌርካ ዝተኻየደ ፈተነታት ፈሺሉ ጀኖሳይድ ከዓ ኣልፋዲሓ ኮይና ክቡራት ተኸታተልቲ ኣለና ሚድያ ቲቪ ነዚ ኣገዳሲ ኣርእስቲ ክሳብ ኣብዚ ህድእ ኢልኩም ስለ ዝሰማዕኩምኒ ብልቢ ኣመስግን ከምቲ ኩሉ ግዜ ንብሎ ሸር ላይክ ሳብስክራይብ ኮመንት ኣይትረስዑ ካልእ ግዜ ፍልይ ብዝበለ ትሕዝቶ ክንምለሰኩም ኢና እሞ ክሳብ ሽዑ ከዓ ሰናይኩም ንምነ